ክቡራት ሰማዕትና ሰማዕቲ ኤምቢ ሚድያ ቲቪ ሎሚ እውን ንካልኣይ ግዜ ሓው ብርሃን ጋሻ ኮይኑ መፂና ኣሎ ኣብ ስቱድዮና የቀንየልና ብርሃን ስለቲ ኩሉ ድኻማትካን እምነት ገዛኻን ገዲፍካ ኣብዚ ብዛዕባ ፃውዒትና ኣኽቢርካ ኣብ ስቱድዮና ብምርካብካ ደጊመ ክብ ዝበለ ምስጋና ክቕርበልካ ይፈቱ ክቡር ሓው ብርሃን እስኪ ቀዳማይ ምዃን ተላሊኻ ኢኻ ግን ኩሉ ግዜ ናይ ምልላይካ ሓደስቲ ዘይረኣይዎ ስለ ዘለዉ ንሰማዕቲ ንመን ይሰምዑ ኣለዉ ክሪኡ ሽምካን ድሕሪ ባይታኻን ሕጽር ዝበለ እሞ ብድሕሪኡ ኣብቲ ሎማዓንቲ ዘበገስናዮ ጉዳይ ክንኣቱ ሕራይ የቐንየለይ ክቡር ሓው ጀማል ተቐዳምነት ንኩሎም ሰማዕቲ ክቡር ሰላምታይ ከመሓላልፍ ይደሊ ንኩሎም ኣሕዋትን ኣሓትን ኣብ መላእ ዓለም ዘለዉ ምቕጻል ሽመይ ብርሃን ኑርሒሰን ኣበራ ይበሃል ኣብ ሕብራት መንግስታት ኣሜሪካ ይቕመጥ ኣባል ፈጻሚት ቤት ጽሕፈት ሰልፊ ናህዳ ኤርትራ ሓላፊ ውደባን ስርርዕን ኮይነ የገልግል ኣለኹ ቅድሚ ሕጂ ናይ ህዝባዊ ግንባር ተጋዳላይ ንልዕሊ 18 ዓመት ካብ 75 ክሳብ ናፅነት ድሕሪኡ እውን ሰለስተ ኣርባዕተ ዓመት ኣቢለ ፀኒሐ ማለት እዩ ልክዕ እዩ ከምቲ ኣብ ዝሓለፈ ወርሒ ንክቡር ዕለት ናፅነት ጉመት 24 ኣመልኪትና ዝተዘራረብናዮ ወይ ዘስማዕኩዎ መደረ ሎሚ እውን ነዚ ረዚን ዕለት ዕስራ ሰነ መዓልቲ ስውኣት ወይ መዓልቲ ሰማእታት ክዛረብ ወይ ድሃይ ከስምዕ ክቐርብ ከለኹ ናይ ብሓቂ ሓበንን ኩርዓትን ይስምዓኒ። ብፍላይ ከም ናይ ነዊሕ ዓመት ተጋዳላይ እሞ ኸኣ ኣብ ቃልሲ ብዙሓት ስውኣት ዝቐበርኩን ብዙሓት ኣብ ቅድሚ ዓይነይ ዝረኣኹን ከም ምዃነይ መጠን ነዚ ክቡር ዝኾነ ዕለት ክዝክር እንከለኹ ናይ ብሓቂ ደጊመ ኩርዓትን ሓበንን ይስምዓኒ። ቅድሚኡ ግን ዝሓለፈ ወርሒ ከምቲ ኣቐዲምና ዝጠቐስናዮ ጉንበት 24 ማለት እዩ መበል 29 ፅንብል ናፅነት ኤርትራ ኣኽቢርና ኣብ ውሽጢ እዚ 29 ዓመታት መዓልቲ ናፅነት ከምኡ እውን ሕጂ ሎሚ ነኽብሮ ዘለና መዓልቲ ሰማእታት ዕስራ ሰነ ክልቲኡ ኣናፃፂርካ ወይ ኣዛሚድካ ክትሪኦን ሓደ ናይቲ ሓደ መጋቢ ወይ ከዓ ሓደ ምስቲ ሓደ ዝኸየድ ስለ ዝኾነ ኣዛሚድካ ክትሪኦ ኣገዳሲ ኮይኑ ይስማዓኒ ንድሕሪት ክምለስ እውን ዕድል ክህበኒ ማለት እዩ እዚ ናፅነት ምስ ክብሪ ምስ ሰላም ምስ ህላወ ናይ ሃገር ምስ ምርግጋፅ ባንዴራ ምስ ልኡላውነት ዝወዳደር ወይ ከዓ ምስኡ ዝመዝን እዩ ነዚ ንምክባር ከኣ ኤርትራ ኣብ ውሽጢ ሰላሳ ዓመት ብረታዊ ቃልሲ ዓሰርተታት ኣሽሓት ደቃ ወይ ስውኣት ከፊላ ማለት እዩ እዚ ሕጂ ረኺባቶ ዘላ ልኡላዊነት ሃገር ከዓ ፍረ ናይ ኣሽሓት ደቃ ምዃኑ ክንርዳእ ንኽእል ስለዚ እቲ ዕለት ናጽነት ነዚ ሕጂ ንዛረበሉ ዘለና ናይ መዓልቲ ሰማእታት ዝወለደ ወይ ናቱ ውጽኢት ከም ምዃኑ መጠን መዓልቲ ሰማእታት ወይ መዓልቲ ስውኣት ኣዝዩ ረዚን ብቃላት ዘይግለጽ እቲ ስውኣትና ወይ ጀጋኑና ሓርበኛታትና ሂወቶም ኣሕሊፎም ምእንቲ ሃገረ ኢሎም ንእስነቶም በጅዮም ብፍላይ ናይ ኤርትራ ቃልሲ ኩላህና ከም ንፈልጦ ብዙሓት ቀያሕትን ጸለምትን ዓበይትን ንኣሽቱን ምሁራትን ካብ ኩሉ ወገናት ካብ ክልቲኡ ሃይማኖታት ካብ ኩሉ ዓሌታት ዝተሰውእሉ ክቡር ዕላማ ስለ ዝነበረ ኤርትራ ድማ ድሕሪ ናይ ሰላሳ ዓመት ብረታዊ ቃልሲ ኣብ ሸን ሸዓተ ሚእቲ ትስዓን ሓደን ናጽነታ ክትርክብ ስለ ዝኸኣለት እቲ ዕላማ ወይ ከዓ እቲ መስዋእቲ ሎሚ ድሕሪ ዕስራን ሸዓተን ዓመት ክንሪኦ ከለና ብጣዕሚ ኣዝዩ ዘተሓሳስብ እዩ እቲ ናፅነት ተረኪቡ እንተኾነ ግን እቲ ሓርነት ስለዘይተረክበ ሎሚ ሕድሪ ጀጋኑና ወይ ከዓ ሕድሪ ስዋኣትና ተኸቢሩ ዶ እንተደኣ ኮይኑ ኣይተኸብረን ወይ ከዓ ተጠሊሙ ኢና ንብል ማለት እዩ ልክዕ እዩ ስውኣትና ወይ ጀጋኑና ስለ ናፅነት ጥራሕ ዘይኮነ እንተላይ ንሓርነት እንተላይ ክብሪ ናይ ወዲ ሰብ እንተላይ መሰል ናይ ወዲ ሰብ እዮም ተቓሊሶም ኣብ ውሽጢ እዚ ዕስራን ትሽዓተን ዓመት ግን ህዝቢ ኤርትራ ወሪድዎ ዘሎ መቕዘፍትን ዘለዎ ስቓይን እንድሕር ክንፅብፅብ ኮይና ኣብ ዝርዝር ወይ ኣብ ነዊሕ ቃላት ከይኣተና ናይ ቀረባ ዜማ ናይ ዓንዲት ዕቑባይ እንድሕር ሰሚዕና እኹል ኮይኑ ይስምዓኒ ህዝቢ ኤርትራ ኣዝዩ ኣብ ኣሻቓሊ ኣብ ኣሰካፊ ኩነታት እዩ ዘሎ እዚ ድማ ስዋኣትና ወይ ሰማእታትና ዝተፅበይዎ ወይ ከዓ ዝወዓልዎ ወይ ከዓ ሕድሮም ኣይነበረን ማለት እዩ ናፅነት ተረኪቡ ብድሕሪ ናፅነት እቲ ህዝቢ መሰሉ ተኸቢሩ ምሉእ ሓርነቱ ክረክብ እዩ እቲ ተስፋ ነይሩ ስለዚ እዚ ዕለት እዚ ኣዝዩ ክቡር ዕለት እዩ ኣነ ብፍላይ ከም ናይ ነዊሕ ዓመታት ተጋዳላይ ክሳብ ናፅነት ብዙሓት ቀያሕትን ፀለምትን ቀቢረ ዝመፃኹ ከም ምዃነ መጠን ነዚ ዕለት እዚ ተመሊሰ ክዝክሮ ከለኹ ኣዝዩ ይግርመኒ ወይ ከዓ ብዙሕ ንድሕሪት ተዘክሮታት ከምፃለይ ዝኽእል ናይ ብሓቂ ዘይርሳዕ ብዙሕ ተዘክሮታት ኣለኒ ስለዚ ደጊመ ነዚ ዕለት እዚ ኣዝዩ ክቡር ረዚን ዕለት እዩ ብፍላይ ኣብዚ ግዜ እዚ ህዝቢ ኤርትራ በዚ ዘለዎ መራኽቢታት በዚ ዘለዎ ዕድላት ብዙሓት ጀጋኑ ክዝክር ብዙሓት ኣሕዋቱ ክዝክር ነቲ ዕለት ህያው ክገብሮ ዕድል ምርካቡ ኣነ እውን ሓደ ካብኣቶም ምዃነይ ናይ ብሓቂ ጽቡቕ ይስምዓኒ ወይ ከኣ ሓበን ይስምዓኒ ምኽንያቱ ከምቲ ኣንተወይ ዝብሎ ዝነበርኩ እዞም ጀጋኑ እዞም መንእሰያት ኣወዳት ይኹኑ ኣዋልድ ዓበይትን ንኣሽቱን ምእንቲ ሃገር ምእንቲ ህዝቢ ህይወቶም ከይበቐቑ ንእስነቶም ከይበቐቑ ኣነ ክስዋእ ሃገር ክትድሕን ኣነ ክመውት ሃገር ክርህዋ ብምባል ሓሊፎም ነቶም ዘለና ድማ ፅባሕ ታሪክ ተርኹ ፅባሕ ዛንታ ኣዘንትዉ ንወለዶታት ክፀንሕ ዝኽእል ሕድሪ ሂቦምና ከይዶም ማለት እዩ ስለዚ ነዚ ድማ ንሕናቶም ህልዋት ክንገልፆን ናታቶም ሕድሪ ክንቅጽልን ግቡእና ኮይኑ ይስምዓኒ ንግዜኡ ኣብዚ ከቋርጽ እየ ካልእ ሕቶታት እንድሕር ኣልዩ እውን ክምልሸልካ ድልው እየ ቀኒየለይ ዋል ሽክሮን ብርሃን ታንኪዩ ብጣዕሚ ደስ ዝብል ኣገላልፃ ብርሃን ተጋዳላይ ጥራይ ዘይኮንካ ሓኪም ናይ ሰራዊት ብምንባርካ ብፍላይ ከዓ ብዙሓት ኣብ ኢድካ ዝተሰውኡን መዓልታዊ ትሪኦ ዝነበርካ ቃንዛን ስቓይን ናይ ተጋደልቲ ብቐሊል ገሚትካ ትሪኦ ኮይኑ ኣይስማዓንን። ከመይ ይስማዓካ ዕስራ ሰነ መዓልቲ ስውኣት ክበሃል ከሎስ እንታይ ይረኣየካ?
ሕራይ የቕንየለይ ዕስራ ሰነ ከምቲ ኣቐድም ኣቢለ ዝብሎ ፀናሕኩ ብዙሓት ብሉፃት ኤርትራውያን ብዙሓት ምሩፃት ንፁሃት ዜጋታት ሂወቶም ዝበጀውሉ መዓልቲ ንዝክረሉ ስለዝኾነ ኣብ መስርሕ ናይ ሰውራ ኤርትራ ከዓ ጸብጺብካ ዘይውዳእ ወይ ከዓ ብዙሓት ስውኣት ኢና ቀቢርና ብፍላይ ኣነ ከም ኣብ ቅድመ ግንባር ኣብ ከቢድ ብረት ንብዙሕ ዓመታት ውግኣት እናሓከምኩ ምስ ኣብ ውግእ እናተጓየኹ ኣብ ቅድሚ ዓይነይ ገለ ክድሕኑ ገለ ክስውኡ ክርኢ ስለ ዝበቓዕኩ ወይ ይርኢ ስለ ዝነበርኩ ሓደ ሓደ ግዜ ንመን ዘኪርካ ንመን ክትገድፍ ቁርብ ይሸግረካ እዩ እንደገና እውን እቲ ናይ ልዕሊ ዓሰርተ ሓሙሽተ ዓመት ጉዕዞ ናይ ቃልሲ ኣብ ውግእ ማለት እዩ ካብተን ዓበይቲ ውግኣት ናይ ምስመራ መጀመርታ ኣብ ሰብዓታት ከረን ሒዝና ዝተፀጋዕናሉ ብድሕሪ እውን እቲ ምዝላቕ ናይ ሰብዓን ሸሞንተን ዘዝለቕናሉ ብዙሓት ስዋኣት ብዙሓት ውግኣት ካብ ቅድሚ ዓይነ ይረኣዩኒ ብፍላይ ብዙሓት መንእሰያት ገና ዕድሚኦም ንእስነቶም ዘይፀገቡ ኣብ ውሽጢ ኩናት ነጢሮም ክኣትዉን ክስውኡን መዓናጥኦም ክብተኽን ገሊኣቶም እውን ናብቲ ሕክምና ከነብፅሖም ተጓይና ዕድላት ዘይረኽቡን ገሊኣቶም እውን ቀዳማይ ረድኤት ተገይርሎም ንግዚኡ ዝሰሩን ስለዝነበሩ ብዙሕ ዘርዚርካ ዘይውዳኣ ኩነታት ኣሎ ብፍላይ ኣብ ግንባር ናቕፋ ኣብ ዝነበርናሉ ኣብ ምክልኻል ማለት እዩ ኣብ ቀዳማይ ካልኣይ ሳልሳይ ራብዓይ ወራር ክሳብ ሻድሻይ ወራር ብዙሕ ናይ ምክልኻል ውግእ ኣብ ዘካየድናሉ ብዙሕ ደብዳብ ናይ ነፈርቲ ከምኡ ደብዳብ ናይ ከቢድ ብረት ስለ ዝነበረ ኣብ ድፋዓት ናይ ደንደን ይኹን ካልእ ዝተፈላለዩ ቅድመ ግንባር ናይ ናቕፋ ብዙሓት ጀጋኑ ሰዊእና ኢና ብዙሓት ክዝክር ይኽእል ማለት እዩ ብፍላይ ዘይርስዖም ጀጋኑ ስውኣት ሓደ ስዒድ መሓመድ ዓሊ ዝብልዎ መታዓቢተይ ሓኪም ጋንታ ኮይኑ ምሳይ ኣብ ግንባር ናቕፋ ዝነበረ ኣነ ከም ሓኪም ሓይሊ ኮይኑ ኣብ ከብዲ ብረት ኣብ ዘገልግለሉ ዝነበሩ ግዜ ንሱ እውን ብካልእ ወገን ኮይኑ ካልኦት ውግኣት ይሕክም ነይሩ ግን ዓብዪ ቦምባ መፂኡ ሃሪሞ ብርእሱ ሕማቕ ኣተሃራርማ ተሃሪሙ ንዓይ ፀዊዖምኒ ንዕኡ ከድሕኖን ክሽፍነሉን ዋላ እውን ቀዳማይ ርድት ገብረሉን ክኢለ ግን ኣዝዩ ብርቱዕ ማህረም ስለ ዝነበሮ ኣብ ቀልጢፉ ኣብቲ ቦታ ክስዋእ ክኢሉ ማለት እዩ እዚ ከዓ ኣብ መጀመርታ ናይ ሰማንያ ማለት እዩ ኣዝልቕ መሰበል ናብ ናቕፋ እዩ እዚ ስዒድ ማሕመድ ዓሊ ንእሽተይ መንእሰይ እሞ ከዓ ከም ሓኪም ጋንታ ኮይኑ ንዓይ ዝሕግዘኒ ዝነበረ እሞ ከዓ ማዕቲ ዓቢተ ኣብ ከባቢ ኣስመራ ብቐረባ ኣብ ሓደ ከባቢ ንቕመጥ ዝነበርና ኢና ካልኦት እውን ካብቶም ዝዝክሮም ወዲ ኣብርሃ ዝብልዎ መራሕ መስርዕና ነይሩ ኣብ ተኽሊት እውን ዝብልዎ መራሕ ሓይልና ነይሩ ዩሱፍ መራሕ ጋንታ ናይ ከቢ ብረት ዝነበረ ዘይርስዖም ኣለዉ ወዲ ድሪስ ንብሎ ኣዝዩ ተፃዋታይ ዝኾነ ወዲ ሳሕል እዩ ነይሩ ማለት እዩ ካልኦት እውን ደንበላስ ዝብልዎ ደልዳላ ጎበዝ መንእሰይ ነይሩ ምሳና ኣብ ከቢድ ብረት ማለት እዩ እንደገና እውን ገረንኪኤል ንብሎ ሓያል ተፃወ ተዋዛያይ መንእሰይ ተጋዳላይ ነይሩ ምሳና ማለት እዩ ካልእ እውን ሓምድ ንብሎ ብካምቤራ ዝብል ሳጓ ዝፅዋዕ ዝነበረ ናይ ብሓቂ ካብቶም ዝዝክሮም እዩ ማለት እዩ ድሕሪኡ እውን ካልኦት መራሕቲ ሓይሊ ሓደ መራሕ ሓይሊ እውን ዘይርስዖ ወዲ ፃዕዱ ንብሎ ኣብ ግንባር ናቕፋ ምሳና ዝነበረ ካብቶም ጀጋኑ ዝተሰዉ ይዝክር ማለት እዩ ካልእ ኣፀቢቐ ዘይርስዖ ተስፋይ ንብሎ ሓደ ንእሽተይ ወይ ተስፋይ ማንጁስ ንብሎ ኣብ ሩባ ዓንሰባ ኣብ ናይ ሳላሕታ ወራር ማለት እዩ ንሱ ድማ ብብርቱዕ ማህረምቲ ተሃሪሙ ክሕክሞ ወይ ከዓ ክሽፍነሉ ፈቲነ ግን ኣዝዩ እቲ ማዕናጡ ዝተሃስየን ኣፀቢቑ ዝተወፅዐን ስለ ዝነበረ ብንብኡ ኣብ ኢደይ ክስዋእ ክኢሉ ማለት እዩ ካልእ እውን ኣብ ሰላሕታ ወራር በየነ ዝብልዎ መንእሰይ ተጋዳላይ ነይሩ ሙሉእ መዓልቲ ኣብ ቅድሚ ኣብ መንጎና ኣብ መንጎ ፀላእን ብጾትናን ኣብ መንጎ ስለ ዝተሃርመ ከድና ክንሽፍነሉ ወይ ከልና ክነድሕነሉ ኣብ ዘይንኽእል ቦታ እዩ ነይሩ ክልተ ሰለስተ ግዜ ክነድሕኖ ከድና ፈቲና ግን ብቦምባን ብዳርባን ስለ ዝበርትዓና ዋላ ከነውፅኦ ኣይከኣልናን ድሓር ግን ምስ ፅልመተ ለይቲ ኣነ ዘለኽዎም ካልኦት ተጋደልቲ ከድና ካብቲ እግሪ ፀላኢ ክነድሕኖ ክኢልና ገና ኣይ ትልኽ ይብል መዓናጡ ኣፀቢቑ ተሃስዩ ፀኒሑና ቀዳማይ ረድኤት ሂብና ናብ ዝለዓለ ሕክምና ክንሰዶ ኣብ መንገዲ ተስውኡ ማለት እዩ ካልኦት ብዙሓት ወዲ ማይል ንብሎ እውን መራሕ ጋንታ ንመስመራ ቅድሚ ምእታው ናብ ከባቢ ዝተሰውአ ነይሩ ካልኦት እውን ሓምድ ዓሊ ዝብልዎ ገዛኢ ዝብልዎ መራሕ መስርዕና ነይሩ ኣብ ግንባር ናቕፋ ብዙሓት ስለ ዝሰዋዕና ዳርጋ ንመን ዘኪርካ ንመን ክትገድፍ ብዙሓት ደቂ ኣንስትዮ እውን ምስ ኣጎአን ጥራሕ ዝክረን ዛይድ ዝብልዋ ካብኡ ኣብርሀት ዝብልዋ እውን ዝክራ ተጋደልቲ ምሳና ዝነበራ ኣብ ከብጅረት ዝተሰዋኣ ነይረን ካልኦት እውን ብዙሓት ጀጋኑ ተወጊዐን ዳግማይ ናብ ድፋዕ ተመሊሰን ክቃለሳ ዝኽእላ ኣሕዋት እውን ነይረን ገለ እውን ክሳብ ሕጂ ተወጊኤን ክሳብ ናፅነት ሰንኪለን ዝኣተዋ እውን ዝክረን ኣለዋ መዓዛ ዝብልዋ ተቆሪፃ ኣካለ ስንኩላን ኮይና እውን ክሳብ ሕጂ ኣብ ማሕባር ድሕሪ እውን ኣብ ቃኘው ይሪኣ ነይረ ስለዚ ናይ ሜዳ ወይ ናይ ስዉኣት ናይ ሰማእታት ክዝከር ከሎ ንመን ዘኪረ ንመን ክገድፍ ትብለሉ እዩ ግን ብጠቕላላ ብዙሓት ሰማእታት ኣነ ክስዋእ ሃገር ይርሃዋ ብምባል ነብሶም ወይ ከዓ ሂወቶም ከይበቆቑ ነዛ ሕጂ ዘላ ሉኣላዊት ሃገር ንምምፃእ ዝተቃለሱ ምዃኖም ብሕልና ክዝክሮም ይፈቱ ክብለካ ይደሊ የቀንየለይ።
ዋው ብጣዕሚ ጽንኩር እዋን እንድዩ ሓሊፉ ሕጂ እዚ ኩሉ ከምዚ ሓሊፉ ኣነ ሓደ ካብቲ ብጣዕሚ ዘተሓሳስበካ ነገር እንተሃልዩ እዛ ሃገር እዚኣ ቀያሕትን ጸለምትን ናይሽትን ዓበይትን ዕሸላት ቆልዑ ኣጥፊኣ ምእንቲ ሙሉእ ነፃነት ካልእ መተካእታ የብሉን ህይወትና ኢሎም ዝሃቡ እሞ ከዓ ኣምሳይኡ ብፅቡቅ ክኽፈሉ ዝግብኦም እዞም ሰባት እዚኦም ደቆምን ወይ ዝዓበየ ወለዶምን ዝቐብሮም ስኢኖም ወለዶም ደቆም እንተደኣ ነይሮሞም የታይም ኮይኖም ዝዓበዩ እቶም ውላድ ዝነበርዎም እዚ ኩሉ እዚ ከምዚ ከርፋሕ ናብራ ሕሊፍካ ኣብ መወዳእታ ኤርትራዊ ኣብ ገዛእ ሃገሩ ክነብረላ ዘይክእል እሾኽ ዝተፈጠረላ ሃገር ንኽትከውን እሞ ኸኣ ንስኻ ከም ተጋዳላይ ኣብቲ ዝነበርካ ምስ ሕሱም ቃንዛታት እናሞተ ዓወት ንሓፋሽ ኢሉ ዝመውት ዝነበረ መንእሰይ እንድዒ ከመይ ከመይ እዩ ዝስምዓካ ብፍላይ መዓልቲ ስዋኣት ተባሂሉ እቲ ንባዕሉ መዓልቲ ስዋኣት ኢሉ ስያሜ ሂቦ ክጽዋዕ እንከሎ ሲ how do you feel about it ሕራይ ሓቅኻ ኢኻ ናይ ብሓቂ ስዋኣትና ኣብ ዓመት ሓንሳብ ዕስራ ሰነ ጥራሕ ዘይኮነ ኩሉ ግዜ ኣብ ልብና ነበርቲ እዮም መዓልታዊ ቀፃሊ ክዝከሩ ዝግብኦም እዮም ግን ኩሉ ግዜ ኣብ ዓመት ፍሉይ ዕለት ጌርካ ዕለት ዕስራ ሰነ ኢልካ ንክትዝክሮም ፅቡቅ ኮይኑ ይስማዓኒ ግን እቲ ናይ ስዋኣት ስቃይን ናታቶም መስተንክርን ጅግንነትን ዓመት ሙሉእ ፀዊካ ወይ ዓመት ሙሉእ ዘርዚርካ እውን ዝውዳእ ኣይኮነን ብፍላይ እቲ ቀንዲ ሕቶ ዝመፅእ ኣብዚ ግዜ እንታይ እዩ እቲ ስውኣትና ዝተሰውእሉ ዕላማ ብፍላይ ሰላምን ቅሳነትን ሓርነትን ስለዘይተረኽበ ክሳዕ ክንደይ ጓሂ ክሳዕ ክንደይ ሻቕሎት ክሳዕ ክንደይ ምረት ይስማዓና ማለት እዩ ብፍላይ እቶም ኣብ ቅድሚ ዓይንና ብዙሓት ስውኣት ዝቐበርና ሓደ ሓደ ግዜ እውን ነዚ ድዩ እቲ ዕላማ ነዚ ድዩ ነይሩ ንብል ኢና ግን ልክዕ እዩ ናፅነት ብዘይ ሓርነት ምሉእ ስለ ዘይኮነ እቲ ሃገርና ሓሲምዋ ወይ ስኢናቶ ዘላ ሓርነት እዩ ልክዕ እዩ እቲ ባንዴራ ናይ ሃገር ወይ ከዓ እቲ ልእላውነት ናይ ሃገር ተኸቢሩ ኣሎ ህዝቢ ኤርትራ ሃገረይ ዝብላ ሃገር ኣላቶ ግን ብልክዕ እንድሕር ርኢናዮ ኣብ ኤርትራ ብቅሳነት ብሰላም ዘይትነብረላ ብፍርሒ ቅዋምን ሕግን ዘይብላ ሃገር ስለ ዝኾነት እዚ እቲ ሕድሪ ናይ ስውኣት ወይ ከዓ ሕድሪ ናይ ጀጋኑና ኣይነበረን ነዚ ከዓ ናይ ብሓቂ ዘተሓሳስብ እዩ ግን ሎሚ በፂሕናዮ ዘለና መድረኽ እቲ ዝለዓለ ናይ ተወፋይነት ወይ ከዓ ናይ ፍልጠት እቲ ዘለና ሃለዋት ህዝቢ ኤርትራ ብምሉኡ ተረዲእዎ እቲ ኣብ ወፃኢ ዘሎ እውን ብዓቕሙ ዝከኣሎ ይገብር ስለ ዘሎ ነቲ ተጠሊሙ ዘሎ ሕድሪ ጀጋኑና ብፃዕሪ ናይ ህዝቢ ኤርትራ ውሽጥና ወፃእን ዘሎ ብፃዕሪ ናይ ደላይ ፍትሕን ደላይ ለውጥን ናይ ተቓለስትን ነቲ ተጠሊሙ ዘሎ ሕድሪ ክንምልሶ ወይ ከዓ ሕድሪ ናይ ጀጋኑና ክንትግብር ነዚ ተሳኢኑ ዘሎ ሓርነት ክንትክእ ወይ ከዓ ሓርነት ከነውፅእ ከነምፅእ ዳግማይ ክንቃለስ ወይ ከዓ ነዚ ሒዝናዮ ዘለና ቃልሲ ናብ መወዳእታ ከነብፅሖ ከምቲ ንሰላሳ ዓመት ተዋጊእና ናፅነት ዘምፃና ሕጂ እውን ነዚ ተሪፉ ዘሎ ሓርነት ብጻዕሪ ናይ ኩሉ ህዝቢ ኤርትራ ህያው ክንገብሮ ምሉእ እምነት ኣለኒ። ከምቲ ቅድሚ ሕጂ እውን ዝብሎ ዝነበርኩ ናይ ግዜ ሕቶ እንተዘይኮይኑ እቲ ሓርነት ባና ሓርነት ኣብ ቀረባ ይረኣየና ኣሎ። እቲ ሕድሪ ስውኣት እውን ክነተግብሮ ወይ ከዓ ነቲ ተጠሊሙ ዘሎ ናይ ጀጋኑ ሕድሪ ክንሰርሓሉ ንሕና እውን ተሪፉና ዘሎ እጃምና ከነበርክት ክንፅዕር ክንሰርሕ እቲ ሓርነት እውን ህያው ክንገብሮ ሙሉእ ተስፋ ኣለኒ በዚ ኣጋጣሚ እውን ንኩሎም እቶም ምእንቲ ሃገር ዝወድኡ ጀጋኑ ክብርን መጎስን ይብፅሓዮም ክብል ዘሊ ነቶም ገና ዓመታት ተቓሊሶም ገና ሕጂ'ውን ምእንቲ ሓርነት ኣብ ዘለዉ ሃልዮም ግዜኦምን ጉልበቶምን ንብረቶምን ዘወፍዩ ዘለዉ ውን ሞጎስ ይኹንኩም ይብሎም። ህዝቢ ኤርትራ ዳግማይ ሓርነቱ ክረክብ ነዚ ስኢንዎ ዘሎ ሓርነት ከተግብር ሰላምን ቅሳነትን ሓንቲ ቅዋማዊት ሃገር እታ ስውኣትና ዝሓልምዋ ዝነበሩ ከተግብር እውን ቀረባ ርሑቕ ከም ዘይኮነ በዚ ኣጋጣሚ ከተንብህ ይደሊ ክብርን ሞጎስን ንስውኣትና ዓወት ንህዝቢ ኤርትራ ውጥቀት ነዚ ዘሎ ገባቲ ስርዓት ናይ ህግደፍን ናይ ጉጅልኡን ናይ ብሓቂ ንሕና ኣብዚ ግዜ እዚ ምስ ሙሉእ ተስፋን ምስ ሙሉእ ሞራልን ኢና ዘለና ህዝቢ ኤርትራ ከምቲ ቅድሚ ኣብ ግዜ ሓርነት ኣብ ግዜ ቃልሲ ማለት እዩ ብረታዊ ቃልሲ ስዒሩ ተቓሊሱ ሓድነቱ ኣኽቢሩ ተዓወተ ሎሚ እውን ነዚ ብየማን ፀጋም ዝመፅ ዘሎ ፀገማት ሓሊፉ ሓርነቱ ከረጋግፅ ነታ ኩሉ ሰብ ዝምነያ ሰላማዊት ቅዋማዊት ሃገር ክተክል ከም ዝኽእል እውን ሙሉእ እምነት ኣለኒ ቀንየለይ
ታንኪዩ ብርሃን ብጣዕሚ ደስ ዝብል ኣገላልፃ ኦኬ ብርሃን ብጣዕሚ ደስ ዝብል ኣገላልፃ ታንኪዩ ናብ ድሕሪት መሊሰካ በዚ ቅዱስ መዓልቲ መዓልቲ ዝኽሪ ስዋኣታት ወይ ሸሆዳ ኤርትሪያ እንታይ መልእኽቲ ከተተሓላልፍ ትደሊ ንህዝቢ ኤርትራ?
ሕራይ የቕንየለይ ከምቲ ኣብ መእተዊ ዝበልክዎ እዚ ዕለት እዚ ረዚን ክቡር ዕለት እዩ ዕስራ ሰነ መዓልቲ ሰማእታት መዓልቲ ስውኣት ነቲ ንጹር ዕላማ ወይ ከኣ ነቲ ስውኣትና ዝወደቕሉ ዕላማ ነቶም ኣሽሓት ብሉጻት ንዝክረሉ መዓልቲ ስለ ዝኾነ ምዝካር ጥራሕ ዘይኮነ ነቲ ተጠሊሙ ዘሎ ሕድሪ ማለት እቲ ህዝቢ ኤርትራ ዝተበገሰሉ ዕላማ ምሉእ ስለ ዘይኮነ ነዚ ንምትግባር መጀመርታ ኩሉ ተቓላሳይ ኩሉ ደላይ ፍትሒ ምሉእ ህዝቢ ኤርትራ ብፅንዓት ክቃለስን ብፅንዓት ነዚ ዘሎ ገባር ስርዓት ከውድቕን ነታ ጀጋኑና ነቶም ስዋኣትና ዝምነይዋ ነበሩ ሓርነታዊት ሃገር ቅዋማዊት ሃገር ንምትካል ናይ ኩሉ ዜጋ ፃዕሪ ናይ ኩሉ ደላይ ፍትሒ ቃልሲ ይሓትት ካብ ነብሰይ ጀሚረ ክላበው ይደሊ ኣብ መወዳእታ እውን ነቶም ኩሎም ህይወቶም ዘወፈዩ ሰማእታት ወይ ከዓ ጀጋኑና ስዋኣትና ክብርን መጎስን ክብል ይፈቱ ነቶም ክሳብ ሕጂ ዝቃለሱ ዘለዉ ኣብ ዘለዎ እውን ክብርን መጎስን ይብፃሕኩም ልዑል ምስጋና ይብፃሕኩም ክብል ይደሊ ንህዝቢ ኤርትራ እውን ኣጆኻ እቲ መዓልቲ ሓርነት ቀረባ እዩ ናጽነት ጥራሕ ዘይኮነ ሓርነት ክትጓናጸፍ ኢኻ ከምቲ ኣሽሓት ደቅኻ ዘወፈኻ ሕጂ እውን ንኤርትራ ኣለናልኪ ዝብልዋ ብዙሓት መንእሰያት ብዙሓት ተባዓት ተቓለስቲ ኣለዉ ኩሉ ደላይ ፍትሕን ደላይ ሰላምን እውን ነዚ ኩነታት ክቕይርን ነቲ ሓቀኛ ሓርነት ከምጽእን ይጽዕር ስለ ዘሎ ኣጆኹም ኣጆና እዩ ዝብል ደጊመ ክብርን ሞጎስን ንስዋኣትና ዘለኣለማዊ ዝኽሪ ንስዋኣትና ክብል ደሊ ይቐንየለይ
ታንኪ ብርሃን ክቡራት ሰማዕትና ወይ ተኸታተልትና ታንኪ ይቐንየልና ክሳብ መወዳእታ ምሳና ጽናሕኩም